ሰላም ጥዕና ይሃበለይ ክቡራትን ፈትዋትን ተኸታተልቲ መደብ ሳባውያን ታይምስ ለሙን ከምቲ ልሙድ ነዚ ሰዓት ዝሓርናዮም ሓፀርትን እዋኖን ዝበልናዮም ዜናታት ሒዝናልኩም መፂና ኣለና ንሰናይ ምክትታልኩም ንዕድመ ፈለማ ቀንዲ ቀንዲ ነጥታቶም ናባኹም ክነብ

እንዳጠቐሰ ይርከብ። ዝርዝሩ ክትሰምዑ ኢኹም። ንጉድዓት ተጋደልቲ ሰራዊት ምክልኻል ትግራይ ዝተገበረ ሰናይ ድጋፍ እውን ክትሰምዑ ኢኹም። ላይክ፣ ኮሜንት፣ ሸር፣ ሰብስክራይብ እንዳገበርኩም ንምድላውና እስካዕ ፍጻመ ብምጽናሕ ክትከታተሉ እውን ዕድም በብዘለኹሞ ሰናይ ጻንሒትም ኣባላትን ኣመራርሓ ሰራዊት ትግራይ ኣርሚ ኣርባዓን ክልተን ካብ ኣባላትን ኣመራርሓን ብዝተውፃፀ ክልተ ነጥቢ ሸሞንተ ሚሊዮን ብር ወፃኢ ብምግባር ንጉዳት ሓርበኛታት ተጋደልቲ ሓገዝ ዓሰርተ ትሽዓተ ሞተር ኤሌክትሪክ ኣበርኪቶም ነቲ ሓገዝ ዘረከቡ ኣባል ኣመራርሓ ሰራዊት ትግራይ ተጋዳላይ ሓይላይ ወልደ ገብርኤል ጀጋኑ ጉድኣት ተጋደልቲ ምሕጋዝ ዋኒን ኩሉ ትግራዋይ ክኸውን ይግባእ ክብሉ መልእኽቶም ሕሊፎም ኣለዉ። ነዚ ሓገዝ ዝተረከቡ ኣተሓባባሪ ማእኸል ሕክምና ሰራዊት ትግራይ ተጋዳላይ ካሕሳይ ኣብርሃ ፀገም ጀጋኑ ውግኣት ንምቅላል ከምዚኦም ዝበሉ ሰናይ ተግባራት ክጠናኸሩ ከም ዘለዎምን ካልኦት እውን ክስዕብዎ ዝግባእ ተበግሶ ምዃኑ ጠቂሶም ኣለዉ። ተጠቀምቲ እቲ ሓገዝ ዝኾኑ ጉድኣት ተጋደልቲ ዝነበሮም ፀገም ምንቅስቃስ ብውስንነት ከም ዘቃልሎም ነዚ ዕድል ዘይበፅሖም ተጋደልቲ ተጠቀምቲ ንክኾኑ ኩሉ ትግራዋይ እጃሙ ከበርክት ፃውዒት ኣቕሪቦም ኣለዉ። መበል ሰላሳን ትሽዓተን ጉባኤ ሕብረት ኣፍሪካ ሎማዕንቲ ተዛዚሙ። ስርዓት ብልፅግና ድሕሪ ጉባኤ ሕብረት ኣፍሪካ ናብ ሙሉእ ኩናት ንምእታው ምሽብሻብ ይገብር ኣሎ ዝብል ክስታት ክቐርብ ምፅንሑ ዝከር እንትኸውን ቅድሚ እዚ ምግባሩ ድማ ናብ መዋስንቲ ክልል ትግራይ ሰፊሕ ወተሃደራዊ ምንቅስቓስ ክገብር ጸኒሑ እዩ። መበል ሰላሳን ትሽዓተን ጉባኤ ሕብረት ኣፍሪካ ኣብ ከተማ ኣዲስ ኣበባ ትማልን ሎምን ዝተኻየደ እንትኸውን እቲ ኣኼባ ብዘይ ዝኾነ ጸገም ከም ዝተዛዘመ መንግስቲ ኢትዮጵያ ሎማዕንቲ ዕላው ገይሩሉ። እዚ ከምዚ ኢሉ እንዳሃለወ ድሕር ጽባሕ ሰሉስ ፕሬዚደንት ቱርኪ ጣየብ ኤርዶጋን ኣዲስ ኣበባ ክኣትው ምዃኖም ዝተገለጸ እንትኸውን ብርክት ዝበሉ መርበብ ሓበሬታታት ስርዓት ብልጽግና ንፕሬዝደንት ቱርኪ ጣይብ ኤርዶጋን ካብ ኣዲስ ኣበባ ድሕሪ ምስናይ ኣብ ልዕሊ ትግራይ ዝተለሙ ኩናት ክጅምሮ ከም ዝኽእል እንዳጠቐሰ ይርከብ። ኣብ ኩናት ትግራይ ስርዓት ብልጽግና ንዝገብሮ ጆኖሳይዳል ወተሃደራዊ ወፍሪ ቱርኪ ኢድ ኣታውነት ከም ዝነበረ ይጥቀስ። ብፍላይ ድማ ድሮናት ንስርዓት ብልፅግና ብምድጋፍ ህዝቢ ትግራይ ኣብ ምፅናት ዝለዓለ ተራ ከም ዝነበራ ቱርኪ ተደጋጋሚ ክስ ቀርበላ ጸኒሑ እዩ ኣብዚ ሕዚ እዋን ኣብ ቀርኒ ኣፍሪካ ኣንጸላልዩ ዘሎ ደበና ኩናት ስዒብ እውን ፕሬዚደንት ቱርኪ ታይብ ኤርዶጋን ናብ ኣዲስ ኣበባ ክመፁ ምዃኖም ዝተገለጸ እንትኸውን ኣብዚ ጉዳይ ካሊእ ጸቕጢ ክፈጥረሉ ዝኽእል ዕድል ክህሉ ከም ዝኽእል ተጠቒሱ ኣሎ። ፕሬዚደንት ቱርኪ ጣይብ ኤርዶጋን ቅድሚ ናብ ኣዲስ ኣበባ ምምጽኦም ድማ ናብ ሕቡራት ዓረብ ኤምሬትስ ከምርሑ ምዃኖም ዝተጠቐሰ እንትኸውን ሰለስቲኦም ሓይልታት ዝፈጥርዎ ዘለዉ ጥምረት ነቲ ኣብ ሰሜን ክፋል ኢትዮጵያ ኣንጸላልዩ ዘሎ ደበና ኩናት ከጓህሮ ከም ዝኽእል ተጠቒሱ ኣሎ። ስርዓት ብልጽግና ኣንጻር ትግራይን ኤርትራን ከካይዱ መደብ ሒዙሉ ንዘሎ ሓደገኛ ኩናት ገምጋም ሰራዊቱ እንታይ ይመስል ዝብል ሓበሬታ ናባኹም ክነብል ገምጋም ሰራዊት ምክልኻል ኢትዮጵያ ኣብ ጉዳይ ኤርትራን ትግራይን ንትግራይ ክልተ ሰሙን ንኤርትራ ድማ ኣብ ክልተ ወርሒ ንምቁፅፃር ከም ዝተተለመ እዩ ዝወፅ ሓበሬታ ዘመላኽት። ኣላትም። ስሕተት ኣይንደግምን፣ ኣብ ትግራይ ደጀን ኣለና ዝብል ገምጋም እውን ሓይልታት ሰራዊት ምክልኻል ኢትዮጵያ ከም ዝሓዙ እዩ ፈለግ ሚድያ ሎማዓንቲ ዝዘርግሖ ሓበሬታ ዘመላኽትም። ኣመራርሓ ብልፅግና ላዕሎት ሓለፍቲ ምክልኻል ሃገር ኣብ ዘሳለጥዎ ዕፁው ኣኼባ ምክልኻል ሃገር ኣብ ትግራይ ልዑል ድጋፍ ስለ ዘለዎ ሕሉፍ ጌጋ ከይፍፅም መምርሒ ክወሃቦ ከም ዘለዎ ኣብቲ ዝተሳለጠ ዕልዋ ኣንፈት ኣቐሚጡሎ ክብል እቲ ሓበሬታ ይጠቅስም። ከም ሓበሬታ ፈለግ ሚድያ ኣብ እዋን ኩናት ትግራይ ሓይልታት ሰራዊት ምክልኻል ኢትዮጵያን ሰራዊት ሻዕብያን ብዝሰርሕዎ ስሕተት መንእሰይ ትግራይ ነብሱ ከድሕን ብምንቅስቓሱ ነቶም ብመንግስቲ ፌዴራል ዝህደኑ ዝነበሩ ብዝሑት ኣንፈት ከድሕኖም ክኢሉ እዩ ብምባል ከም ዝገምገመ እዩ ኣብ ሓበሬቱ ዝጠቅስ። ብግልፂ ቋንቋ ሰራዊት ምክልኻል ሃገር ናብ ትግራይ እንተኣትዩ ህዝቢ ከየበሳብስ ግልፂ መምርሒ ክወሃቦ ይግባእ። ትግራይ ከም ቀደማ እንተይኾነትስ ለውጢ ዝድግፍ መንእሰይ ህዝቢ እውን ኣሎ ክብል ከም ዝገምገመ እቲ ሓበሬታ ወሲኹ ይጠቅስ። ሰራዊት ትግራይ እውን እንተኾነ እቲ ናይ ከተማ ከም ዝተበተነን እቲ ንዲኣርን ደሞዝን ዝፅበ ድኻ ወዲ ገባር ቁርፂ እንተኾይኑ ዝብተንን ተኺሉ ክዋጋእ ምኽንያት ዘይብሉ እዩ ክብል እውን ሰራዊት ምክልኻል ኢትዮጵያ ከም ዝገምገመ እቲ ሓበሬታ ይጠቅስ። ከም ሓበሬታ እቲ ገምጋም ስሳ ሚኢታዊ ኣብ ሰራዊት ዘሎ መንእሰይ ናይ ለውጢ ሓይሊ ስለ ዝኾነ ተኩሲ እንተተጀሚሩ ነብሱ ዘድሕን ወይ ናብ ዘዋፈሮ ዝትኩስ ሓይሊ እዩ ክብል ኣብቲ ገምጋም ከም ዝተመላኸተ ተጠቒሱ ኣሎ። ካብዚ ብተወሳኺ እውን ኣብ ኣመራርሓ ዝርከብ ሰራዊት ምክልኻል ትግራይ ንምድላል ገንዘብ ክምደብ ከም ዝግበኦ ከም ዝተጠቐሰ እዩ ዝተሓበረ። ከም ደጀን እንትግምገም ድማ ሰራዊት ምክልኻል ሃገር ናብ ትግራይ እንትኣቱ ኣብ ራያ ሰብዓ ሚኢታዊ ድጋፍ እንትህልዎ ኣብ መቐለ ስሳ ሚኢታዊ፣ ኣብ ምብራቕ ሓምሳን ሓሙሽተን ሚኢታዊ፣ ኣብ ማእኸላይ ኣርብዓ ሚኢታዊ፣ ኣብ ሰሜን ምዕራብ ድማ ሰላሳ ሚኢታዊ ክኸውን ይኽእል እዩ ዝብል ግምታት ከምዝተቐመጠ ኣብቲ ገምጋም ተጠቒሱ ይብል ፈለግ ሚድያ። መደረ ዶክተር ደብረፅዮን ገብረ ሚካኤል እውን ናይ ፍርሕን ዓቕሊ ፅበተን እምበር ንሰራዊት ምክልኻል ሃገር ክዓግት ዝኽእል ሓይሊ ከም ዘየለ መደምደምታ ከም ዝተቐመጠ እዩ እቲ ምንጭ ሓበሬታ ፈለግ ሚድያ ዝሕብር። ሰራዊት ሻዕቢያ መሬቱ ውሕስ ንምግባር ትግራይን ህዝቢ ትግራይን ድፋዕ ክገብር ከም ዝኽእል ነዚ እንተዘይተሳኺዕሉ ዓፋርን ኣምሓራን ከም ቀንዲ መከላኸሊ ዓውዲ ክጥቀም ከም ዝኽእል እቲ ገምጋም ወሲኹ ከም ዘመላኸተ እቲ ሓበሬታ ይጠቅስ። ቀንዲ ዓቕሚ ሰራዊት ኢትዮጵያ ምጥቃም ዘመናዊ ኣፅዋራትን ቴክኖሎጂታትን ከም ዝኾነ ድሕሪ ምግምጋም ኣብዚ ጉዳይ ብዕቱብ ክስርሐሉ ከም ዝተወሰነ እውን ተጠቒሱ ኣሎ። እቲ ሕዚ ዝጅመር ኲናት ትግራይ ንምድህሳስ ክልተ ሰሙን፣ ኤርትራ ንምድምሳስን ንምፅራግን ድማ ክልተ ወርሒ ትልሚ ከም ዝተቐመጠሉ እዩ ምንጭታት ዝሓበሩ ይብል ፈለግ ሚድያ። ስርዓት ብልፅግና ብከምዚ ዓይነት ዝንቡዕ ገምጋም ኣቢሉ ኣብ ትግራይ ኣዝዩ ዘስካሕክሕ ደማዊ ኩናት ንምውላዕ ሰፊሕ ምንቅስቓስ እንዳገበረ ይርከብ። ህዝቢ ትግራይ ኣብ ውሽጣዊ ፖለቲካዊ ጉዳያት ኣፈላላይ ክፈጥር ዋላ እኳ እንተኸኣለ ካብ ደገ ንዝመጽእ ሓይሊ ኣብ ምምካት ግን ኣብ ታሪኹ ብሓድነቱ እንትቃለስ ዝፍለጥ ህዝቢ እዩ። ሕዚ እውን ስርዓት ብልጽግና መሬት ትግራይ ረጊጹ ህዝቢ ትግራይ ንምንብርካኽ ዝገብሮ ዝኾነ ይኹን ምንቅስቓስ ከምቲ ልሙድ ሰራዊቱ ኣብ መሬት ትግራይ ቀቢሩ ክወጽእ እንተዘይኮይኑ ከምቲ ገምጊምዎ ዘሎ ውጽኢታዊ ኮይኑ ዝወጸሉ ባይታ ፈጺሙ ኣይክህሉን። ስርዓት ብልጽግና ካብቲ ናይ ሕዚ ገምጋሙ ዝወጸ ንጹር መረዳእታ ከም ዘመላኽቶ ድማ መራሕቲ ትግራይ እንተጥፍኡ መንእሰይ ትግራይ ናይ ምግፋዕ ትልሚ ከም ዘለዎ ዘመላኽት እዩ። ቅድሚ ሕዚ መራሕቲ ትግራይ ንምሓዝ ዝገበሮ ምንቅስቓስ ኣቐዲሙ መናእሰይ ትግራይ ብምግፍዑ ከም ዝተዓንቀፈ ድሕሪ ምጥቃስ ቅድሚ መራሕቲ ትግራይ መንእሰይ ትግራይ ከይጋፋዕ ዝእዝዝ መምርሒ ምዃኑ እውን እንዳተጠቐሰ ይርከብ። መራሕቲ ትግራይ እንተተቓቢጾም ግን ኣብ ልዕሊ መንእሰይ ትግራይ ዝውሰድ ስጉምቲ ከም ዘሎ ዘመላኽት ሓበሬታ ምዃኑ ንጹር ኮይኑ ይርከብ።